ኣብቲ ዝውሕዝዚ ዝበጽሖ ዘበለስ ኩሉ እዚ ወሳወስ ያው ነብሲ ብህይወት ክነብር እዩ፣ ዓሳ ከኣ ኣዝዮም ኪበዝሑ እዮም። እዚ ማያት እዚ ኪኣትወ እዩ እሞ፣ እቲ ማያት እቲ ባሕሪ ክጥዕ እዩ፣ እቲ ውሒዝ ኣብ ዝኣተዎ ዘበለ ድማ ኩሉ ብህይወት ኪነብር እዩ። እዚ ካብ ጸንፈለኻዊ ኣገልግሎት ደገ ሰማይ ዝፍኖ ማና ጽብሓት እዩ። ዕላማ እዚ ዕዮ እዚ ንኣምላኽ ዝበቅዕ ህዝቢ ንምድላው ንኹሉ ሰብ ብክርስቶስ ምሉእ ጌርካ ምቛምን ንኣካል ክርስቶስ ምህናጽን እዩ። ዕለታዊ ማና

ኦሪት ዘዳግም ምዕራፍ 30 ፍቕዲ 19 ህይወትን ሞትን በረኸትን መርገምን ኣብ ቅድሜኻ ኣንቢረልካ ከም ዘለኹ ኣባኻ ንምስክር ሎሚ ሰማይን ምድርን ጸዊዐ ኣለኹ እምበኣርሲ ንስኻን ዘርእኻን ብህይወት ምእንቲ ክትነብር ሂወት ሕረ ስብሓት ንኣምላኽ ይኹን። መጽሓፍ ቅዱስ ብንጹር ይዛረብ ኣሎ፣ ህይወትን ሞትን፣ በረኸትን መርገምን ኣብ ቅድሜኻ ኣንቢረልካ ከም ዘለኹ፣ ኣባኻ ንምስክር ሎሚ ሰማይን ምድርን ጸዊዐ ኣለኹ ይብል። ኣብ መወዳእታ እምበኣርሲ ይብል እግዚኣብሔር ዕላምኡን ሓሳባቱን ኣነጺሩ ንደቂ ሰብ ብምንጋር ንስኻን ዘርእኻን ብህይወት ምእንቲ ክትነብር ዕላማ እግዚኣብሔር ንኣኻ ንኣኺ ንኣይ ንዅሎም ደቂ ሰባት ዕላማኡ እዚ እዩ ኣጸቢእኩም ስምዑን ፍለጡን ንስኻ ዘርእኻ ብህይወት ምእንቲ ኽትነብር። ንስኻን ዘርእኻን ብህይወት ምእንቲ ኽትነብር ህይወት ሕረ። ኣምላኽ ንደቂ ሰባት ብመልክዑን ብምስሉን ካብ ዝፈጠረሉ ሓደ፣ ሰብ ፍቓድ፣ ስምዒትን ፍልጠትን ዘለዎ ፍጥረት ገይሩ ምፍጣሩ እዩ። ካብ ፍልጠት ኣምላኽ ተመቒሉ ፍልጠት ዘለዎ ኮይኑ እዩ ተፈጢሩ። ይትረፍ ካልእ ሰብ ንሰብ ባዕሉ እግዚኣብሄር እኳ ንሰብ ናብ ዝደለየ ከንቀሳቕሶ ዝኽእል ወይ ከም ቴሌቪዥን ብሪሞት ኮንትሮል እንቆጻጸሮ ከምኡ ዓይነት ምቁጽጻር ዘለዎ ወይ ከኣ ብኸምኡ ዓይነት ምቁጽጻር ዝነብር ሰብ ገይሩ ንሰብ ኣይፈጠሮን። እንታይ ደኣ ነቲ ሓቂ ብምግላጽ፣ ነቲ ሓቂ ክፈልጥ ኣብ ፍልጠቱ፣ ኣብ ሕልንኡ፣ ኣብ ሓሳቡ ብምንባር፣ ድሕሪ'ቲ ሰብ ብናይ ገዛእ ርእሱ ፍቓድ ውሳኔ ወሲዱ ነቲ ዝደለዮ ክውስን ዝኽእል ፍጥረት ኮይኑ'ዩ ክነብር ፈጢርዎ። ፍቓድ ዘለዎ፣ ናይ ባዕሉ ፍቓድ ዘለዎ፣ ናይ ገዛእ ርእሱ ፍቓድ ዘለዎ ፍጥረት'ዩ ሰብ። ስለዚ ነገራት ንሰምዕ፣ ነሰላስሎም፣ ንሓስቦም ኣብ መጠረሽታ ንመርጽ እሞ ነቲ ዝመረጽናዮ ንውስን። ብዙሕ ግዜ ሰባት ዝብልዎ ነገር ኣሎ። ካብ ሓላፍነት ንምህዳም እግዚኣብሄር እንተ ዘፍቅረኒ ነይሩስ ከም ዘይጋገ ምገበረኒ። እግዚኣብሄር እንተ ዘፍቅረኒ ነይሩስ ብዛዕባይ ጽቡቕ እንተ ዝሓስብ ነይሩስ ንምንታይ ከምዚ ክገብር ከለኹ ስቕ ኢሉ ርእዩኒ ኢሎም ናይ በደሎም ተሓታቲ ገይሮም ከቕርብዎ ንእግዚኣብሄር ይፍትኑ እዮም። ወይ ካብ ተሓታትነት ኪሃድሙ ብዙሕ ግዜ እዮም ዝፍትኑ ሰባት። ምናልባት ገሌታትኩም ልክዕ ሓቂ እዩ ኢልኩም ኣለኹም። ኣብ ውሽጥኹም እዚ ሓሳብ እዚ ብዙሕ ግዜ ተመላሊስኩም ኣሎ ንገሌታትኩም። ነገር ግን ሕጂ ኣጸቢኩም ፍለጡ። እግዚኣብሄር ንኣኻ ናብ ድላዩ ዘንቀሳቕሰካ ሮቦት ጌሩ ኣይፈጠረካን። ነገር ግን ከም ምስሉን ከም መልክዑን ስለ ዝፈጠረካ፣ ኣምላኽ ኣባኻ ክገብሮ ዘለዎ ተግባሩ ነቲ ሓቂ ምግላጽን ነቲ ሓቂ ምንጋርን እዩ። ካብ ፍጥረት ረኣይዎ ካብ ኣዳም ጀሚርኩም ኣምላኽ ንኣዳም ምስ ፈጠሮ ብመልክዑን ምስሉን ገይሩ ፈጢሩ ኣብ ገነት ኣንበሮ እዩ ዝብል መጽሓፍ ቅዱስ ኣብ ጽቡቕ ኣንቢርዎ ኣብ ህልውና ኣምላኽ ኣንቢርዎ ድሓር ድማ እግዚኣብሔር ሕጊ ሂብዎ ኣብ ፍጥረቱ ዘቐመጦ ተኽእሎ ብቕዓት ስለ ዘሎ ካብ ኩሉ ኣብ ገነት ዘሎ ኣእዋም ክበልዕ ካብ ሓንቲ ኦምን ፍሬያን ጥራሕ ከይበልዕ እግዚኣብሔር ኣዚዝዎ ሕጂ ካብቲ ዝብላዕ ክበልዕ ከም ዘለዎ ነጊርዎ ኣሎ እግዚኣብሔር ካብቲ ዘይብላዕ ክበልዕ ከም ዘይብሉ ከኣ ነጊርዎ ኣሎ እግዚኣብሔር ክልተ ነገር ነጊርዎ ኣሎ ክግበር ዘለዎን ክግበር ዘይብሉን እዚ እንታይ ዘርእየና ኣምላኽ ንሰብ ፍልጠት ምሃቡ ብዕሙት ብዘይኣፍልጦ ንሰብ ፈንዩ ድሕሪኡ ተሓታቲ ኣይገብሮን እዩ እግዚኣብሔር ንዘይፈለጥካዮ ነገር ተሓታቲ ኣይትኸውንን ኢኻ ካብቲ ዝፈለጥካዮ ፍልጠት ወጻኢ ክትከይድ ከለኻ ድማ ካብ ተሓታትነት ክትመሉቕ ኣይትኽእልን ኢኻ። ኣዳም ናብ ሄዋን የሳብቦ፣ ሄዋን ናብ ተመን ተሳብቦ፣ ፍልጠት ሓቂ እተቐበለ ኣዳምን ሄዋንን ስለ ዝነበሩ ንሳቶም እዮም እቲ ሓቂ ክሕልዎ ክመርጽዎ ዝግብኦም ነይሩ። ነቲ ኣምላኽ ዝሃቦም ሓቅን ፍልጠትን ረጊጾም እቲ ሰይጣን ዝሃቦ ድፍኢት መሪጾም ስለ ዝኸዱ ምርጫኦም ስለ ዘርኣዩ ኣብ መረፃኦም ወዲቖም መረፃ ኣዳምን ሄዋን እንታይ ነይሩ ካብታ ኣቐዲማ እተገልጸትሎም ሓቂ ወጻኢ ካልእ ሓቂ ኣሎ ኢሎም ስለ ዝኣመኑ ነቲ ድሒሩ ዝመጽ ሓሳብ ምቕባል ነይሩ መረፃ ኣዳምን ሄዋንን ብዝመረፅዎ መረፃኦም ምኽንያት ድማ ኣብቲ መረፃኦም ስለ ዝወደቑ ሰብ ኣብ ሓጢኣት ኣትዩ እሞ ሕጂ እግዚኣብሔር ክሓጥእ ዘይደልየኒ እንተዝነብር ነይሩስ ንምንታይ ነቲ ሓጢኣት ከይገብሮ ዘይከልከለኒ ኢሎም ክዛረቡ ይኽእሉ ዶ ብዙሓት መመኻነይቲ ነዚ እዮም ዝልዕልዎ ግን ኣይኮነን እግዚኣብሔር ኣቐዲሙ ተዛሪቡ እንድዩ እግዚኣብሔር ኣቐዲሙ ነቲ ሓቂ ነጊሩ እንድዩ። እቲ ክብላዕ ዝግብኦ ሓቢሩ፣ ክብላዕ ዘይግብኦ ሓቢሩ፣ እቲ ክብላዕ ዘይግብኦ እንተ ተበሊዑ እንታይ ከም ዝስዕብ ሳዕቤን ድማ ነጊሩ እኮ እዩ። ሞት ከም ዝመጽእ ነጊሩ እዩ እግዚኣብሔር። ስለዚ ሎሚ ከተመኻኒ ኣይትኽእልን ኢኻ። መገዲ መርገምን በረኸትን መገዲ ህይወትን ሞትን እግዚኣብሔር ኣብ ቅድሜኻ ኣለዎ ኢሉ ነጊሩ ኣሎ። መታን ክጽብቐልካ ግና ንስኻ ብህይወት ምእንቲ ክትነብር ግና ብድሕሪኻ ድማ ዘርእኻን ሓድግኻን ብህይወት ምእንቲ ክነብሩ ግና ንበረኸት ሕረ ንህይወት ሕረ ኢሉ እግዚኣብሔር እቲ ክሕረ ዝግብኦ ብንጹር ብኣፍልጦ ኣብዚ ቃል እዚ ኣቐሚጥዎ ንርኢ ኣለና ስለዚ ብሩኻት ሓዋተይን ሓተይን ኣምላኽ ነቲ ሓቂ ምስ ገለጸልኩም መረጻኹም ክትወስዱን ከተልዕሉን ናታትኩም ግደዩ ምኽንያቱ ናጻ ፍጥረት ገይሩ እግዚኣብሔር ስለ ዝፈጠረኩም ንኣምላኽ ክትመርጽዎ ወይ ከይትመርጽዎ ናጻ ኢኹም ንሰይጣን ክትመርጽዎ ወይ ከይትመርጽዎ ናጻ ኢኹም እቲ ክምረፅ ዝግብኦ ሓቂ ግን እግዚኣብሔር ገሊፅልኩም ኣሎ ንኣምላኽ ክትሓርይዎ ንሓቂ ክትሓርዩ ንበረኸት ክትሓርዩ፣ ንዘይምጥፋእ ክትሓርዩ፣ ንህይወት ክትሓርዩ፣ ምስ ኣምላኽ ምንባር ክትሓርዩ፣ እዚ ንኣኻትኩምን ብድሕሬኹም ድማ ንዘርእኹምን ንሓድግኹምን ህይወትን በረኸትን ክኸውን ዝኽእል እዩ እሞ ነዚ ምረጽዎ ኢሉ እግዚኣብሔር ሕርያኹም ክትፈልጡ ኣነጺሩ ብቓሉ ተዛሪቡ ኣሎ። ሕጂ እውን እነግሮ ዘለና ሓቂ እዚ ሓቂ እዩ። ኣብ ዝሓለፈ ዓሰርተ ሰለስተ ነጥቢ ኣብ መናጺረይ ኣርእየኩም ኔረ ክቃደዉ ክራኸቡ ዘይክእሉ ኣብ ማእከሎም ዓቢ ጋግ ዘለዎም ጥቓ ጥቓ ጎኒ ጎኒ ዝኸዱ ግን ዘይራኸቡ መራኸቡ ኣልቦ ዝኾኑ ዓሰር ሰለስተ ነጥብታት ኣብ መጽሓፍ ቅዱስ ኣርእየኩም ኔረ መጽሓፍ ቅዱስና ዝዛረበሎም ንጽጽራት ክልተ ዘይራኸቡ ነገራት ኢልና ዝረኣናዮም ሓደ ኣምላኽ ባዕሉ እዩ ኣብ ጎኒ ኣምላኽ ዝቐውም ምስ ኣምላኽ ዘይመሳሰል ኣንጻር ኣምላኽ ዝኾነ ከኣ ሓደ ካልእ ኣካል ኣሎ ናቱ ጉጅለን ቦታን ክፈሊ ዝደሊ መን እዩ ንሱ ሰይጣን ኣምላኽ ኣሎ በዚ ሓደ ሸነኽ በቲ ካልእ ሸነኽ ከኣ ሰይጣን ኣሎ ሰባት ኣብ ህይወት ወይ ብህይወት ኣብ ምድሪ ክነብሩ እንከለዉ ካብቲ ኣብ ምድሪ ክነብርሉ ዘለዎም ክልተ ቦታ ወፃኢ ሳልሳይ ቦታ ዝበሃል የለን ወይ ናይ ኣምላኽ ምዃን እዩ ናይ ኣምላኽ ምዃን ያዕ እንተ ደኣ ኢልካዮ ግና ዝጽበየካ ዕድል ናይ ሰይጣን ምዃን ጥራሕ እዩ። ነቲ ናይ ሰይጣን ምዃን ኣፍካ መሊእካ ናይ ሰይጣን ክኸውን ደሊ እየ ክትብል ኣየድልየካን እዩ። ናይ ኣምላኽ ምዃን እምቢ እንተ ኢልካ ብዝኾነ ይኹን ምኽንያት ኣብ መኻኒኻ ናይ ኣምላኽ ክትከውን ፍቓደኛ እንተ ደኣ ዘይኮይንካ ብቐጥታ እትመርጾ ዘለኻ መረጻኻ ሰይጣን እዩ እወ ኣነ ዳ መዓስ እሞ ሰይጣን ኢለ ኣይፋልካን ኣይበልካን ግን ኣምላኽ ኣይደልን ምስ በልካ ሳልሳይ ቦታ ስለ ዘየለ ብቐጥታ እትኸዶ ናብቲ ናይ ሰይጣን ደንበ እዩ ስለዚ ንኣምላኽ ሕረዮ ግድነት እዩ እዚ እቲ ግድነት እንታይ እዩ ግድነት ህይወት እዩ ህይወት ኣብ ኣምላኽ ስለ ዘላ ህይወት ናይ ኣምላኽ ስለ ዝኾነት ብህይወት ክትነብር እንተ ኮይኑ ድላይካ ንኣምላኽ ሕረዮ ንኣምላኽ ተጸጋዓዮ መልእኽቲ ያዕቆብ ክትነብብ ከለኻ መጽሓፍ ቅዱስ ከምዚ ይብል ወይ ክንነብብ ከለና መጽሓፍ ቅዱስና ከምዚ ይብለና ንእግዚኣብሔር ቅረብዎ ንእግዚኣብሔር ተገዝእዎ ይብለና መጽሓፍ ቅዱስ ንሰይጣን ከዓ ተጻረርዎ ንኣምላኽ ቅረብዎ እሞ ናባኻትኩም ክቐርብ እዩ ወይ ክቐርበኩም እዩ ንሰይጣን ከዓ ተፃረርዎ እሞ ካባኻትኩም ክሃድም እዩ ይብለና እዚ ምፅራር ዝብል ንብዙሓት ከም ዝመስሎም ሓደ መንገዲ ጥራይ እዩ ሰይጣን እግዚኣብሔር ይግናሕካ ካባይ ረሓቕ ዝብል ቃል ምጥቃሞም ንሰይጣን ምፅራር ንሱ ጥራይ መሲሉ ዝረኣዮም ብዙሓት እዮም እወ ንሰይጣን እግዚኣብሔር ይግናሕካ ካባይ ረሓቕ ክትብሎ ቃል ኣምላኽ እዩ ንሰይጣን ምጽራር ድማ እዩ። ከይበልካዮ ከኣ ክትጻረሮ ትኽእል ኢኻ። ከመይ ኣቢልካ? ካብ መገዱን ካብ ሓሳቡን ኣይፋል ብምባል፣ እዚ መገዲ ኣምላኽ ኣይኮነን፣ እዚ ሓሳብ ኣምላኽ ኣይኮነን፣ እዚ ፍቓድ ኣምላኽ ኣይኮነን፣ እዚ ኣይንዓይን እዩ፣ እዚ ኣይናተይን እዩ ኢልካ ካብቲ ዘይንኣኻ ካብቲ ዘይናትካ ዘበለ ኩሉ ካብ ሞት፣ ካብ መርገም፣ ካብ ሓጢኣት፣ ካብ ርኽሰት፣ ካብ ክሕደት፣ ካብ ጥልመት፣ ካብ ብዘይ ኣምላኽ ምዃን ክትርሕቕ ከለኻ ቅድም ከም ዝበልክዎ ሳልሳይ ባይታ ስለ ዘየሎ ካብዚ ክትርሕቕ ከለኻ ናብቲ ካልኣይ ባይታ ኢኻ ትቐርብ ዘለኻ ማለት ካብ ጸጋም ክትፍንተት ከለኻ ናብ የማን ገጽካ ኢኻ ትጽጋዕ ወይ ካብ ድሕሪት ክትሃድም ከለኻ ንቕድሚት ገጽካ ኢኻ ትጽጋዕ ስለዚ ካብ ሰይጣንን መገዱን ክትርሕቕ ከለኻ ናብቲ ናይ እግዚኣብሔር መገድን ሓሳብን ኢኻ ትኣቱ ዘለኻ ወይ ከዓ ንእግዚኣብሔርን ንመገዱን ክትደሊ ከለኻ ናብኡ ገጽካ ክትጽጋዕ ከለኻ ናብ ኣምላኽ ገጽካ ክትጠብቕ ከለኻ ኣብ ተዛማዲ ግዜ ካብ መገዲ ዲያብሎስን ካብ ሓሳቡን እናተፈንተትካ እናረሓቕካ እናትጻረርካዮ ትኸይድ ኣለኻ ንሓሳቡ ኣይፋልን እምብን ስለ ዝበልካ ትጻረሮ ኣለኻ። ንሓሳብ ኣምላኽ ክትግዛእ ከለኻ ንሓሳብ ድያብሎስ ትጻረር ኣለኻ። ስለዚ ኣብዚ መረጻኻ ወይ ሕርያኻ እዩ ዝውስን። እንታይ ትሓሪ ኣለኻ? መጽሓፍ ቅዱስ ግን ህይወት ሕረ ይብል ኣሎ። ህይወት ክትሓሪ ከለኻ ንሞት ትጻረሮ ኣለኻ። ወይ ትርሕቆ ኣለኻ በረኸት ክትሓሪ ከለኻ ንመርገም ትርሕቆ ኣለኻ ስለዚ በረኸት ኣብ ዝሓረካላ ህሞት መርገም ዝበሃል ኣባኻ የለን ኣይትረስዑ ዝሓለፈ እዋን ዝነገርኩኹም ቃል ቅድም ቶም ዓሰርተ ሰለስተ ደጊመ ክነግረኩም ቀዳማይ ኣምላኽን ሰይጣንን ኢልናዮም ኣለና ካልኣይ ክርስቶስን ብድያልን ኢልናዮም ኣለና ሳልሳይ ኣማኒ ዘይኣማኒ ራብዓይ ህይወት ሞት ሓምሳይ መቕደስ ኣምላኽ ጣኦት ሳድሳይ ገነት ሲኦል ሳብዓይ መንግስተ ሰማይ ገሃነም ሳምናይ ብርሃን ጸልማት ታስዓይ ጽድቂ እንተልና ሓጥያት ዓስራይ በረኸት እንተልና መርገም መበል ዓሰርተ ሓደ የማን ይብል መጽሓፍ ቅዱስ ጸጋም መበል ዓሰርተ ክልተ ኣባጊዕ ይብል እሞ ኣጣል መበል ዓሰርተ ሰለስተ ድማ ስርናይ ይብል እሞ ክርዳድ እዚኦም ኩሎም ዘይራኸቡ ጋግ ዘለዎም ግና ንሓድሕዶም ተመናጺሮም ዝነብሩ ክልተ ባእታታት እዮም። ኣብ ማእኸል እዚኦም እቲ ዓስራይ ቁፅሪ ኢና ዓዚዝናሉ፣ ምክንያቱ ብዛዕባኡ ንዛረብ ስለ ዘለና። እቲ ዓስራይ ቁፅሪ እንታይ እዩ ዝብል በረኸት ኣንጻር ናቱ ከ እንታይ እዩ መርገም? ናይ ብዙሓት ስክፍታን ፍርሃትን መርገም ከይህልወኒ ወይ ከዓ መርገም ኣለካ ዝብል ኣምር እዩ። እዚ ሓቂ እዚ ሓንሳእ ንኹሉ እዋን ክንፋነዎ ክንፋትሖ እንተ ደኣ ኮይንና፣ መርገም ብዝኾነ ይኹን መንገዲ ካልእ ኣይኮነን ዝኸይድ። እንታይ ደኣ፣ ኣንጻር ናቱ በረኸት ስለ ዘሎ፣ ከምቲ ንኣምላኽ ቅረብዎ እሞ ንሱ ድማ ናባኻትኩም ክቐርብ እዩ ዝብለና መጽሓፍ ቅዱስ፣ ከምኡ ድማ ንበረኸት ክንቀርቦ ከለና፣ ናብ በረኸት ክንጽጋዕ ከለና፣ በረኸት ናትና ክንገብሮ፣ ኣብ በረኸትን ጽላል በረኸትን ክንኣቱ ከለና፣ ኣብ ተዛማዲ ግዜ ካብ መርገም ርሒቕና ኣሎና። ኣብ መንጎ ብርሃንን ጸልማትን ዘሎ ፍልልይ ብቐሊል ኩሉ እዋን ንጥቀመሉን ዝርድኣናን ቃል ስለ ዝኾነ ነዚ ቃል እዚ ኣስሚረሉ ነይረ። ናብ ገዛ ክትኣትዉ ከለኹም ግዳም ጸኒሕኩም ብምሸት ግብ ዝበለ ጸላም ማዕጾ ቤትኩም ክፍት ምስ ኣበልኩሞ መጀመርያ ኢድኩም ኢኹም ትሰዱ። ናብታ ሸነኽ መወልዕን መጥፍእን ዘላታ መንደቕኩም ትንክፍ ምስ ኣበልኩማ እቲ ብጸላም ተጎብዩ ዝጸንሐ ገዛኹም ብኡ ብኡ ብብርሃን ይሕዛእ እሞ ጸላም ኣበይ ከይዱ ከይበልኩሞ ቦታ ይሓድግ። ብርሃን ኣብ ዝመፀሉ ፀላም ከም ዝሓድግ በረኸት ኣብ ዘለዎ መርገም ይጠፍእ ክብሪ ንኣምላኽ ኹን ስለዚ ናብቲ ናይ በረኸትኩምን ናይ ህይወትኩምን ምንጪ ናብ የሱስ ክርስቶስ ምስ መጻእኩም ብኡ ብኡ መርገም ካባኻትኩም ስፍራ ሓዲጉ ከይዱ ኣሎ እግዚኣብሔር ሽሙ ንዘለዓለም ብሩኽ ይኹን ምክንያቱ ከምቲ ብርሃን ክመጽእ ከሎ ጸልማት ቦታ ዘይብሉ በረኸት ኣምላኽ ብክርስቶስ ናባኻትኩም ምስ መጸ ድማ መርገም ኣብ ሓደ ምስኡ ክቐውም ኣይክእልን እዩ ስለዚ ኣብ ክርስቶስ ዲኹም? እቲ ምላሽ እወ ምስ ኮነ፣ ንስኻትኩም ኩነኔ የብልኩምን። ኣብ ክርስቶስ ዲኹም? እቲ ምላሽ እወ ምስ ኮነ፣ ንስኻትኩም ሓጢኣት የብልኩምን። ኣብ ክርስቶስ ዲኹም? እቲ ምላሽ እወ ምስ ኮነ፣ ንስኻትኩም ብሩኻት ኢኹም እሞ መርገም የብልኩምን። እግዚኣብሄር ሽሙ ንዘለኣለም ኣለም ብሩኽ ይኹን። ንመንፈሳውነት ልዕሊ ዝግብኦ ዓቐን ኣይትምጠጥዎ። መንፈሳውያን ኮይኖም ክረኣዩ ዝደልዩ ሰባት ኣይትኹኑ። መንፈሳውያን ኮንኩም ደኣ ተረኸቡ እምበር። መንፈሳዊ ምዃንን ምምሳልን በበይኑ እዩ። መንፈሳዊ ምዃን ናይ ክርስቶስ ምዃን ማለት እዩ ስለዚ ኣይነካብዶ ክርስትና ኣይነካብዶ ናይ ክርስቶስ ምዃን ኣይነካብዶ ናይ ክርስቶስ ምስ ኮንካ እቲ ናይ ክርስቶስ ዘበለ ኩሉ ኣባኻ ይሓድር ፅድቂ ቅድስና ሰላም በረኸት እቲ ካልእ ኩሉ ተቐቢልካ እቲ በረኸት ግን ክእለየሉ መርገም ክእለየሉ ዝግብኦ በረኸት ክመጸሉ ዝግብኦ መገዲ ግን እናካበድካ ምዝራብ ንሰባት ክጸርዎ ዘይክእሉ ጾርን ክብደትን ኣብ ዝባኖም ምጽዓን ኣይፍቓድ እግዚኣብሔርን እዩ ኣይቅንዑን ከ እዩ ንክርስቶስ የሱስ ጎይታን ኣምላኽን ጌርና ኣብ ህይወትና ምስ ተቐበልናዮን ምስ ኣንገስናዮን ጽድቂ ኣምላኽ ተቐቢልና ንክርስቶስ የሱስ ኣብ ህይወትና ጎይታን ኣምላኽን ጌርና ምስ ኣንገስናዮ ምድሓን ኣምላኽ ተቐቢልና። ክርስቶስ ጎይታን ኣምላኽን ጌርና ኣብ ህይወትና ምስ ተቐበልናዮ ምድሓን ኣምላኽ ተቐቢልና። መሰል ውልድነት ተቐቢልና። ውሉድ ኣምላኽ ኮይንና። ሕድገት ሓጢኣት ረኺብና። ልክዕ ማዕረ ማዕረ እዩ ድማ ክርስቶስ የሱስ ጎይታን ኣምላኽን ጌርና ምስ ተቐበልናዮ ኣምላኽ ብሞት የሱስ ክርስቶስ ኣብ ዕፀይቲ ስቀል ዘበለ ርጉም እዩ ተባሂሉ ተጻሒፉ ኣሎ እሞ ኣብ ክንዳና መርገም ኮይኑ ካብ መርገም ሕጊ ተሻየጠና ካብ መርገም ሕጊ ተሻይጡ ኣብ በረኸት ኣብርሃም ኣእተወና ወረስቲ በረኸት ኣብርሃም ገበረና ይብል መጽሓፍ ቅዱስ ስብሓት ንኣምላኽ ይኹን ስለዚ ማዕረ እቶም ኩሎም ካልኦት ናይ ጽድቅናን ምድሓንናን ጉዳያት፣ በረኸትና ድማ ማዕሪኦም እዩ። ምስኦም እዩ ናብ ህይወትና ኣትዩ። ማዕረ እቲ ዝረኸብናዮ ሕድገት ሓጢኣት ድማ ማዕሪኡ ከኣ መርገምና ካባና ርሒቑ። ሓደ ዝድስክል ዝጸንሕ ሓደ ካልእ ከኣ ብኣጋ ዝእለ ነገር የብልናን። ወይ ሓደ ብኣጋ ዝውረስ ሓደ ከኣ ድሕሪ ነዊሕ ገድሊ ሰብ ዝርከብ ርስቲ የብልናን። ርስትና የሱስ ክርስቶስ እዩ። በረኸትና የሱስ ክርስቶስ እዩ። ስብሓት ንዘለኣለም ንስሙ ይኹን። ስለዚ እምበኣር እዞም ነዚ በረኸት እዚ ዝወርሱ ብክርስቶስ የሱስ ሓድሽ ህይወት ዝረኸቡ ሰባት መጽሓፍ ቅዱስ ናይ ኣቦይ ብሩኻት ይብሎም ነዞም በረኸት ኣምላኽ እተቐበሉ ክርስቶስ ብምውራሶም ንክርስቶስ ብምቕባሎም ምኽንያት ናይ ክርስቶስ ዘበለ ኩሉ ዝወረሱ በረኸት ኣምላኽ ወሪሶም ውልድነት ረኺቦም ብሩኻት ናይ ኣቦይ ይብሎም መጽሓፍ ቅዱስ ንኣኻ ንኣኺ ንኣይ ነታ ማሕበር ጎይታ ነዛ ማሕበር እዚኣ ነቶም ናይ ኣቦይ ብርኻ ዝብሎም ድማ መቓመጦ ስፍሮም ኣብ የማን ኣምላኽ ይብሎም መጽሓፍ ቅዱስ ቦታ ተሓዝዩ ኣሎ በረኸት ዝወረሱ ዘበሉ ኩሎም ኣብ የማን ኣምላኽ ኪኾኑ እሞ ናይ ኣቦይ ብሩኻት ኪበሃሉ ቦታ ተሓዚኡ ኣሎ። ንበረኸት ኣምላኽ እምቢ ዝበልዎ ነቲ ምንጪ በረኸቶም ዝኾነ ህይወት ኣምላኽ ንክርስቶስ የሱስ ዘይተቐበልዎ ሰባት ድማ ኣብ ጸጋም ክኸውን ቦታ ተሓዚኡሎም ኣሎ። ቦትኦም ጸጋም ክኸውን እዩ። መዓልቲ ፍርዲ ነዞም ኣብ ጸጋም ዝጸንሑ ሰባት ኣቱም ርጉማት ተባሂሎም ክጽውዑ እዮም። እቶም መርገም ወሪሶም ኣብ ትሕቲ መርገም ክነብሩ ዝጸንሑ ዘመኖም ምሉእ ብመርገም ተኸቢቡ ዝጸንሐ ሰባት መወዳእትኦም ርጉማት ካባይ ረሓቑ ክበሃሉ እዮም። ስለዚ ሕርያኻ ሕጂ እውን ኣነጺርካ ፍለጦ። ቦታኻን ዘለኻዮ ቦታን መንነትካን ኣጸቢካ ፍለጦ። ንስኻ ናይ ክርስቶስ ዲኻ? እቲ መልሲ እወ ምስ ኮነ ንስኻ ብሩኽ ኢኻ። ዝስዕብ ንሱ እዩ። ናይ ኣቦይ ብሩኻት ካብ ዝበሃሉ ሰባት ሓደ ኢኻ እምበር ናይ ክርስቶስ ኮይንካ መርገም ክህልወኒ እዩ ኢልካ ክትሓስብ ኣይግባእን እዩ። ብዓንደ ነገሩ ወይ ብስሩ ብጉንዱ እቲ ነገር ቦታ መፈላልዮ ስለ ዝኾነ እንተ ደኣ ርግም መርገም ኣለኒ ኢልካ ትሓስብ ኮንካ ኣቱም ርጉማት ካባይ ርሓቑ ምስ ዝበሃሉ ሰባት ተሰሪዕካ ከም ዘለኻ ኢኻ ትዛረብ ዘለኻ እሞኡ እንተ ደኣ ሃሊኻ ሕጂ እዋን ከይዓረበ እንከሎ ቦታ ክትቅይር ትኽእል ኢኻ። ካበይ ናበይ? ካብ ጸጋም ናብ የማን። ከመይ ኣቢሉ? ብንስሓ ናብ ኣምላኽ ብክርስቶስ ብምእማን ብምምላስ ካብቶም ጽባሕ ንግሆ ኣብ ጸባን ኣብ ጸጋም ጸኒሖም ርጉማት ዝበሃሉ ምስ ኣጣል ተቖጺሮም ብምሳሌ ኣጣል ተጸዊዖም ጸኒሖም ናብቲ ንሰይጣንን ንድያብሎስን ንመላእኽቱን ተዳለወ እሳት ሓዊ ኪዱ ዝበሃሉ ሰባት ክትሃድመሉ እትኽእል ሕጂ ብህይወት ኣብ ምድሪ ከለኻ ጥራይ እዩ። ብንስሓ ናብ ኣምላኽ ብጎይታ ናብ የሱስ ብምእማን ብምምላስካ ሕጂ ካብ ጸጋም ናብ የማን ክትሰግር ምስቶም ኣብ የማን ዘለዉ ኣባጊዑ ክትቁጸር ናይ ኣቦይ ብሩኻት ምስ ዝበሃሉ ሰባት ቦታ ክሕዝ ዝኣልካ ሕጂ ይከኣል እዩ ምክንያቱ ንሰብ ንንስሓ ዝኸውን እዩ ዕድመ ዝልቀበሉ እዘን ኣብ ምድሪ ትነብረለን ዘለኻ መዋእል ተዋሂበናኻ ዘለዋ ግዝያት ኣብ ዝኾነ ይኹን ሰዓት ከምቲ ቅድም ዝበልክዎ ፍቓድ ዘለዎ ሰብ ኮንካ ተፈጢርካ ስለ ዘለኻ ነቲ እግዚኣብሔር ንደቂ ሰብ ክመላለስሉ ዘዳለዎ መገዲ ምድሓን ክሳብ ሕጂ ከይፈለጥካዮ ብምጽናሕ ዘይቅኑዕ ምርጫ ሒዝካ ኣብ ዘይቦታኻ እንተ ደኣ ሃሊኻ ሕጂ ግን ቃል እግዚኣብሔር ምስ በርሃልካ ነቲ ሓቂ ምስ ተረዳእካ ቦታ ክትመርጽ ከም ዝግባእካ እቲ ጉዳይ ኣብ ውሳኔኻ ኣብ ፍቓድካ ኣብ ናትካ ምምራጽ ዝውሰን ምኻኑ ስለ ተረዳኣካ ሕጂ ኣነስ ኣምላኽ ይሕሸኒ እንተ ኢልካ ንዓ ብጎይታና ብየሱስ እመን እሞ ንስኻን ቤትካን ክትድሕኑ ኢኹም ተጻሒፉ ኣሎ። ብምእማን ብየሱስ ክርስቶስ ጥራይ ብኸምኡ ብጸጋኡ ይጸድቁ ተጻሒፉ ኣሎ። ብክርስቶስ የሱስ ብምእማንካ ጥራይ ብኸምኡ ብጸጋ ኣምላኽ ምጽዳቕ፣ ካብ ሞት፣ ካብዚ ሕጂ ዘለኻዮ ጸጋማይ ሸነኽ፣ ናብ ህይወት፣ ናብቲ ኣባጊዕ ክህልዋሉ ዘለወን፣ ብሩኻት ናይ ኣቦይ ዝበሃሉ ሰባት ክነብርሉ ዘለዎም ስፍራ፣ ናብ ህይወት ዘለኣለም ምስጋር ይከኣል እዩ። እቲ መሰጋገሪ ድልድል የሱስ ክርስቶስ ስለ ዝኾነ፣ ኣነ ኢሉ ኣሎ ባዕሉ፣ መገድን ሓቅን ህይወትን እየ። ብዘይ ብኣይ ሓደ እኳ ናብ ኣቦ ክመጽእ ዝኽእል የልቦን። ስለዚ ናብ ኣቦ ማለት ናብ መንግስቲ ኣምላኽ ክትመጸሉ እትኽእል መሰጋገሪ ድልድል የሱስ ክርስቶስ እዩ። እቲ ኣብ መስቀል ዝሞተ፣ እተሰቕለ፣ ዝሞተ፣ ኣብ ሳልስቲ ድማ ካብ ምዉታት ዝተንስአ፣ ናብ የማን ኣምላኽ ዓሪጉ ዘሎ፣ ኣብ የማን ኣምላኽ ተቐሚጡ ኸኣ ንመዓልቲ ፍርዲ ዝጽበ ዘሎ፣ ተመሊሱ ካብ ሰማይ ብመላእኽቱ ተዓጂቡ ዝመጽእ ጐይታ ሰማይን ምድርን የሱስ ክርስቶስ ንፍርዲ ኸይመጸ እንከሎ ንስኻ ድማ ካብዛ ምድሪ እዚኣ መዓልታትካ ተጠሪሰን ተወዲኤን ብሞት ካብዛ ምድሪ ከይሓለፍካ እንከለኻ ንንስሓ ዝኸውን ዕድል ተዋሂቡካ ኣሎ። ስለዚ እቲ መዓልቲ ምድሓን ሕጂ እዩ። እታ ቅብልቲ ግዜ ኣምላኽ ንኣኻ ዝሃባ ሕጂ እያ። ሎሚ ናብ ምድሓን ኣምላኽ ብክርስቶስ ብምእማን እንተደኣ ተመሊስካ እብል ኣለኹ ከምቲ ከታሪ ኣብ የማን የሱስ ተሰቒሉ ዝነበረ ርኣዩ እቲ ስእሊ ንጹር እዩ። ገና እዞም ከተርቲ ክልቲኣቶም ከይሞቱ እንከለዉ ህይወቶም ከይሓለፈ እንከሎ ኣበይ ኣበይ ቦታ መሪጾም ከም ዘለዉ ዛጊት ገና ካብ ኣፎም ቃል ከይወፀ እንከሎ ኣቀማመጣ ስእሎም ከርእየካ የሱስ ኣብ ማእኸል ነይሩ እቲ ሓደ ከታሪ ብየማን ነበረ ይብለና መጽሓፍ ቅዱስ ኣብ የማኑ እቲ ሓደ ከዓ ብጸጋሙ ገና ንገና እቲ ቀማምጦኦም ቦትኦም ምሕራዮም መሪጾም ምህላዎም እቲ ነገር ገና ከይኮነ እንከሎ ቀዲሙ ዝፈልጦ እግዚኣብሄር ካብ መጀመርያ ካብ ፈለማ ከይኮነ እንከሎ ዝርዮ እግዚኣብሄር እዞም ሰባት እዚኦም ኣብቲ ገና ክስቀሉ እንከለዉ ሰባት ከይፈለጡ ክሰቕልዎም ከለዉ ንሳቶም ከይፈለጡ ክስቀሉ እንከለዉ ኣብ ምርጭኦም ተሰቒሎም ነይሮም ጽባሕ ዝመርጽዎ ቦታ የርኢ ነይሩ እቲ ስእሊ ቀማምጦኦም ሰባት ፈሊጦም ኣይኮኑ ነቲ ሓደ ብየማን ሰቂሎሞ ዝገርም ነገር ወይ ንሱ ኣቐዲሙ ሓሲቡ ይኮነን ብየማን ደኣ ስቐሉኒ እቶም ብየማኑ ዝኾኑ እዮም ዝጸድቁ ኢሉ ሓሲቡ ይኮነን ገይርዎ ግን ኣበይ ከም ዝኸውን ምርጫኦም ዘርኢ ስእሊ ነይሩ እቲ ብየማን ዝነበረ ሰብኣይ እዩ ብንስሓ ናብ የሱስ ክርስቶስ ተመሊሱ። ወንጌል ማቴዎስ ምዕራፍ 27 ፍቕዲ 38 ብዛዕባ እዞም ክልተ ኸተርቲ ኣቀማምጣ ኣሰቓቕሎም መጽሓፍ ቅዱስ ከምዚ ኣቐሚጥዎ ኣሎ። ሽዑ ክልተ ኸተርቲ ሓደ ብየማኑ ሓደ ድማ ብጸጋሙ ምስኡ ተሰቕሉ ይብለና። ሓደ ብየማኑ ሓደ ብጸጋሙ ምስኡ ተሰቕሉ። እዞም ሰባት እዚኦም እምበኣር ረኣይዎም ኣቀማምጦም ኣብ ኩለን ወንጌላት ክትሪእዎም ከለኹም ከምዚ ኮይኖም ከም ተቐመጡ እዩ ዝነግረና ዘሎ ኣቀማምጦም የማን ፀጋምን ካብ መጀመርያ ኣብዚ ስእሊ እዚ ንሪኦ ኣብ መወዳእታ ክንሪኦ ከለና ድማ እቲ ሰብኣይ ብንስሓ ተመልሰ እቲ የሱስ ክርስቶስ ጎይታ እዩ እምበኣር ረኣዩ ክልተ ቦታ እምበር ሳልሳይ ቦታ የለን እዚ ብየማን ዝነበረ ሰብኣይ ብንስሓ ናብ ጎይታ ተመሊሱ ናብቶም ብየማን ዝነበሩ ናብቶም ኣባጊዕ ካህን ተጸንቢሩ እቲ ብጸጋም ዝነበረ ሰብኣይ ብንስሓ ናብ ጎይታ ኣይተመልሰን መገዱ ከኣ ናብቶም ብጸጋም ዝነበራ ኣጣል ኮይኑ ሎሚ ሰባት ናብ ጎይታ ክምለሱ ብንስሓ ፍቓደኛታት እንተድኣ ኮይኖም ናብቲ በረኸት ኣምላኽ ይኣትዉ። ሰባት ብንስሓ ናብ ጎይታ ምስ ተመልሱ እቲ መገዲ ሓርዮሞ ኣለዉ፣ መሪጸሞ ኣለዉ፣ ውሳኔኦም ኣቃኒዖም ኣለዉ፣ ናብተን ብየማን ዘለዋ ኣባጊዕ ተጸንቢሮም ኣለዉ። ስለዚ ኣብ ማእከልተን ኣባጊዕ መርገም የለን። ነተን ኣባጊዕ ወየይ ቦታ ኣባጊዕ ዝበሃል ቦታ ሒዞም ዘለዉ ሰባት፣ ናይ ኣቦይ ብሩኻት እዩ ዝብሎም መጽሓፍ ቅዱስ ስለዚ ቃል እግዚኣብሔር ዘይበሎ ክንብል ኣይንኽእልን ኢና ነታ ማሕበር ነቶም ናቱ ዝኾኑ ነቶም ብንስሓ ናብኡ ዝተመልሱ ብክርስቶስ የሱስ ዝኣመኑ ሰባት ናይ ኣቦይ ብሩኻት እዩ ዝብሎም ቃል እግዚኣብሔር ነቶም ቃል እግዚኣብሔር ናይ ኣቦይ ብሩኻት ዝበሎም ሰባት ዝኾነ ይኹን ካልእ ሰብ መርገም ኣለኩም ክብሎም ኣይክእልን እዩ ምኽንያቱ እቶም ኣብ የማን ዘለዉ እዮም እቶም ናይ ኣቦ ብሩኻት ዝበሃሉ ኣብ መወዳእታ ፍርዲ ክንገር ከሎ ናይ ኣቦይ ብሩኻት ዝበሃሉ እሳቶም እዮም ኣብ ማእከሎም መርገም ኣለዎ ዝበሃል የለን መርገም ኣብቲ ካልኣይ ቦታ ኣብ ጸገማይ ቦታ እዩ ዘሎ ኣቱም ርጉማት ካባይ ርሓቑ ዝበሃሉ እቶም ዘይደሓኑ ብክርስቶስ ዘይኣመኑ ብንስሓ ካብ ሓጢኣቶም ናብ ኣምላኽ ዘይተመልሱ ንኣምላኽ ዘይመረጽዎ ብሓጢኣቶም ዝሞቱ ሰባት ንሳቶም እዮም እቶም ርጉማት ዝበሃሉ ስለዚ መጽሓፍ ቅዱስ ኣብ ክልተ ጉጅለ ከምዚ ገይሩ ንሰባት ፈላልይዎም ኣሎ። ኣነን ንስኻትኩምን ክንሓናፍጾ ኣይግብኣናን እዩ። ነቲ ፍልጠት ሓቂ ከም ዘለዎ ክንወስዶ እዩ ዝግብኣና። ስብሓት ንኣምላኽ ይኹን። የሱስ ክርስቶስ ጎይታ እዩ። እምበኣር ኣብ ጸላም መብራህቲ ብምውላዕ ንጸላም ንሰጎ መብራህቲ ምስ ወላዕና ጸልማት ተወጊዱ ብርሃን ይገዝእ። ሞት ኣብ ዝኽሰተሉ እዋን ነቲ ህያው ዝበሃል ሰብ ኩሉ ይወስዶ፣ የግዕዞ፣ ምንባሩ የቋርጽ። እቲ ብህይወት ክነብር ዝጸንሐ ሰብ ሞይቱ ምስ በልና ምንባር ኣቋሪጹ ዝብል የስምዓና። ካብ ምድሪ ይግዕዝ እቲ ሰብ። በረኸት ድማ ኣብ ሰብ ምስ ሓደረ ብኡብኡ መርገም ግዝኣቱ ኣረኪቡ ይወጽእ፣ ህይወት ሰብ ከኣ ብበረኸት ትሕዛእ። ቦታ ጸላም ብብርሃን ከም ዝውረስ፣ ብርሃን ኣብ ዘለወሉ ጸላም ክንርኢ ከም ዘይንኽእል፣ ቦታ መርገም ሰብ ናብ ክርስቶስ ምስ መጸ ብበረኸት ይውረስ፣ ብበረኸት ይሕዛእ። ሰብ ናብ ክርስቶስ ምስ መጸ ናይ ክርስቶስ ብሩኽ ናይ ኣቦይ ብሩኻት ደኣ እምበር ናይ ክርስቶስ ርጉም ናይ ኣቦይ ርጉማት ዝበሃሉ ኣብ መንግስቲ እግዚኣብሄር የለዉን። ርጉማት ዝበሃሉ ካብቲ ርጉም ዲያብሎስ መርገም ዝወረሱ ሰባት ጥራይ እዮም። ብሩኻት ዝበሃሉ ካብቲ ብሩኽ ኣምላኽ በረኸት ዝወረሱ ጥራይ እዮም። እዚ ክልተ ውርሻ እዚ ድማ ናይ ኣምላኽ ብምዃን ካብ ኣምላኽ ናይ ሰይጣን ብምዃን ንኣምላኽ ብምእባይ ከኣ ካብ ድያብሎስ ዝውረስ ርስቲ እዩ። ርስትኻ እግዚኣብሄር እዩ። ርስትኻ እቲ ኩሉ ዝኽእል ኣምላኽ እዩ። ንኣምላኽ ወረስቱ እዩ ዝብል መጽሓፍ ቅዱስ፣ ንክርስቶስ ከኣ መዋርስቱ። እዚ ኩላትና እንፈልጦ ሓቂ እዩ። እወ ንኣምላኽ ወራሲ እየ እንተ ኢልካ፣ ካብ ኣምላኽ ዝወረስካዮ ህይወትን በረኸትን ደኣ እምበር መርገምን ሞትን ኣይኮነን፣ ምኽንያቱ ኣብ ኣምላኽ ስለ ዘየለ ንሱ። ንኣምላኽ እምቢ ዝበልዎ ሰባት ከኣ ካብ ድያብሎስ ይወርሱ፣ ኣብ ድያብሎስ ከኣ መርገምን ሞትን እዩ፣ ድያብሎስ ርጉም እዩ፣ ድያብሎስ ጎይታ ሓለቓ ሞት እዩ፣ ስለዚ ካብኡ ከኣ ሞትን መርገምን ይወርሱ። እምበኣር ናይ ክርስቶስ ካብ ኮንካ፣ ንኣምላኽ ወራሲኡ ኢኻ። ንኣምላኽ ወራሲኡ ካብ ኮንካ ህይወትን በረኸትን ኢኻ ወሪስካ ዘለኻ። ስብሓት ንኣምላኽ ይኹን። ኪኖ ዝኻልእ ርስትን ውርሻን የብልካን። ወንጌል ማቴዎስ ዕስራን ሓሙሽተን ሰላሳን ኣርባዕተን ሽዑ እቲ ንጉስ ኣብ የማኑ ንዘለዉ ይብሎም ኣቱም ብሩኻት ኣቱም ናይ ኣቦይ ብሩኻት ንዑ እቲ ካብ ምስራት ዓለም እተዳለወልኩም መንግስቲ ውረሱ። እዚ ነታ ማሕበር፣ እዚ ንህዝቡ፣ እዚ ነቶም ናቱ፣ እዚ ነቶም ወገኑ ዝኾኑ ሰባት ተሓዚኡሎም ዘሎ ቃል ፍርዲ እዩ ወይ ቃል ደይኒ እዩ። ኣብቲ ግዜ ፍርዲ ኣብ የማኑ ንዘለዉ እዩ ዝብል ዘሎ መጽሓፍ ቅዱስ። እዞም ኣብ የማኑ ዘለዉ እቶም ኣባጊዕ ተባሂሎም ዘለዉ እዮም። እዞም ኣብ የማኑ ዘለዉ እቶም ብክርስቶስ ወዱ ኣሚኖም ቦታ ዝቐየሩ ቦታ እተሓዝኣሎም ሰባት እዮም። ነዞም ኣብ የማነ ዘለዉ እምበኣር እንታይ ክብሎም እዩ? ናይ ኣቦይ ብሩኻት እቲ ካብ ምስራት ዓለም እተዳለወልኩም መንግስቲ ውረሱ። እዛ መንግስቲ እዚኣ ተዳልያ ኣላ፣ ተቐሪባ ኣላ፣ ሓደ መዓልቲ ከዓ ወረስታ ክመፅ እዮም። እዞም ነዛ መንግስቲ እዚኣ ናይ ኣቦ መንግስቲ ዝወርሱ እንመን እዮም? ሓደን ጥቕሉልን ቃል እቶም ናይ ኣቦ ብሩኻት ዝበሃሉ እዮም። መጽሓፍ ቅዱስ ብገለ ዝርዝራት ነዞም ሓሳባት እዚኦም ወይ ነዚ ሓሳብ እዚ ይገልጾ። መንግስቲ ኣቦኦም ዝወርሱ ናይ ኣቦ ብሩኻት ሓደ እቶም መጽሓፍ ቅዱስ ብመንፈስ ድኻታት ዝብሎም ሰባት እዮም። ኣጸቢቕኩም ስምዑኒ። እቶም መንግስቲ ኣቦ ዝወርሱ ወይ ክወርሱ መንግስቲ ተሓዚኣትሎም ዘላ ሰባት እንመን እዮም? እቶም ኣብ የማኑ ዘለዉ እቶም ናይ ኣቦይ ብሩኻት ዝበሃሉ እቶም ብስም ወዲ ኣምላኽ የሱስ ክርስቶስ ኣሚኖም ካብ ሞት ናብ ህይወት ዝሰገዱ ሰባት እዞም ሰባት እዚኣቶም መንግስቲ ተሓዚኣትሎም ኣላ ብሩኻት ዝበሃሉ ሰባት እንመን እዮም እቶም መንግስቲ ሓዚኣትሎም ዘላ ሰባት፣ እዞም ሰባት እዚኦም እንመን እዮም? መጽሓፍ ቅዱስ እቶም ብመንፈስ ድኻታት ይብሎም። ቀዳማይ ነጥብና እምበኣር እዞም ሰባት እዚኦም ንርእየሉ ካልእ መግለፂ ማለት እዩ እቶም ብመንፈስ ድኻታት ዝበሃሉ ሰባት እዞም ሰባት እዚኣቶም እዮም መንግስቲ ተሓዚኣትሎም ዘላ እዞም ሰባት እዚኣቶም እዮም ኣብ የማን ኣምላኽ ዝቖሙ እዞም ብመንፈስ ድኻታት ዝበሃሉ ሰባት እዮም ናይ ኣቦይ ብሩኻት ዝበሃሉ። ወንጌል ማቴዎስ ሓምሻይ ምዕራፍ ፍቕዲ ሰለስተ። ብመንፈስ ድኻታት ይብል መንግስተ ሰማያት ናታቶም እያ እሞ ብፁዓን እዮም። እዛ ብፁዓን ትብል ቃል ብሩኻት ትብል ቃል እያ ትስምዕ። ስለዚ እቶም ብሩኻት ዝበሃሉ ብመንፈስ ድኻታት ዝኾኑ መንግስተ ሰማያት እተገባኣቶም ብሩኽ ሓወይ ብርኽቲ ሓብተይ ንኣኻ ንኣኺ ሎሚ ዘሎኒ ብስራት ስምዕዎ፣ መንግስተ ሰማያት ተገቢኣትኩም ኣላ። ከመይ ኢሉ? ንኣይ መንግስቲ ሰማይ ኣይግብኣንን እዩ ክንብል ንኽእል ኢና። እወ ግን ከመይ ኢሉ ደኣ ተገቢኡኒ? ብጸጋ። እዚ ማለት እንታይ ማለት እዩ? ጸጋ ማለት ንዘይግብኦ ሰብ ዝወሃብ ናጻ ህያብ ማለት እዩ። ስለዚ ሮሜ ሰለስተ ዕስራን ኣርባዕተን ብጸጋኡ ብኸምኡ ይጸድቁ ይብለና። እንመን? እቶም ኩሎም ሓጢኦም ክብሪ ኣምላኽ ስኢኖም ዝበሎም ሮሜ ሰለስተ ዕስራን ሰለስተን ነገር ግን ነቶም ክብሪ ኣምላኽ ዝሰኣኑ ነቶም ዝሓጥኡ ኩሎም ግን ንምድሓኖም ዝኸውን ጸጋ ተገሊጹ ኣሎ። እዚ ጸጋ እዚ ድማ ነቶም ክድሕኑ ዘይከኣሉን ዘይግብኦምን ብሰሪ ሓጢኣት ትሕቲ ፍርድን ሞትን ዝወደቑ ሰባት ብኸምኡ ብናጻ ካብ ሞት ናብ ህይወት፣ ካብ መርገም ናብ በረኸት፣ ካብ ምጥፋእ ናብ ዘለኣለማዊ ህይወት ኣስጊርዎም ይብለና። ጸጋ ንኹሎም ደቂ ሰባት ተገሊጹ፣ ምድሓን ከኣ ንኹሉ ሰብ ኣምጺኡ፣ በዚ ጸጋ እዚ እቶም ክድሕኑ ዘይከኣሉ ክድሕኑ መታን ክኽእሉ ወይ ከም ዝኽእሉ ኮይኖም፣ በዚ ጸጋ እዚ ምድሓን ዘይግብኦም ብሰሪ ሓጢኣቶም ሞት ተፈሪድዎም ዝነበረ ሰባት እቲ ሞት ይቕረ ተባሂሉ ወይ እቲ ፍርዲ ሞት ሕድገት ረኺቡ ካብ ሞት ናብ ህይወት ኣሳጊርዎ መን ጸጋ ኣምላኽ ስለዚ ብሳላ ጸጋ እግዚኣብሄር መንግስተ ሰማይ እተገበኣቶም ሰባት ኢኹም ንስኻትኩም ክብሪ ንኣምላኽ ይኹን ብሳላ እቲ እተገልጸ ጸጋ መንግስቲ ኣምላኽ እተገብኦም ሰባት ኢና ኣነን ንስኻትኩምን ስብሓት ንኣምላኽ ይኹን ተገቢኡና በቃ ብስራሕና ኣይኮነን ብግብርና ኣይኮነን ብጻዕርና ኣይኮነን ሕጊ ብምሕላውና ኣይኮነን እንታይ ደኣ ጸጋ ስለ እተገልጸ ንዅሉ ሰብ ከኣ ምድሓን ስለ ዘምጸ ብጸጋ ንሕና ክንድሕን ክኢልና ብጸጋኡ ክንድሕን ስለ ዝኸኣልና፣ ብጸጋኡ ንዘይግብኦም ዝነበርና ንኣና፣ ሞትን ፍርድን ይግብኦም ንዝነበርና ንኣና፣ ብስራሕ ናይ ሓጢኣት ምስ ኣዳም ክንመውት ዝግብኣና ንዝነበር ንኣና፣ ብምኽንያት እቲ ካልኣይ ኣዳም ብክርስቶስ የሱስ ብተገልጸ ጸጋ ግና ካብ ሞት ናብ ህይወት ኣስጊሩ መንግስቲ ይግብኦም እዩ ኢሉና። እግዚኣብሄር ሽሙ ንዘለኣለም ብሩኽ ይኹን። ካልኣይ ነጥቢ፣ መንግስቲ ሰማይ ናይ መን እያ? ኣብ የማን ምቛም ናይ መን እዩ? ናይ ኣቦይ ብሩኻት ዝብል መዓርግን ናእዳን ዝወሃቡ እንመን እዮም? እቶም ዝጉህዩ እቶም ዝጉህ ይብለና መጽሓፍ ቅዱስ ኣብኡ ኣብቲ ናይ ከረን ስብከት ሓምሻይ ምዕራፍ ወንጌል ማቴዎስ ፈቕዲ ኣርባዕተ ዝጉህዩ ምጽንናዕ ኪረኽቡ እዮም እሞ ብፁዓን እዮም ይብለና ኣይትረስዑ እታ ብፁዓን እዮም ትብል ቃል ናይታ ብሩኻን እዮም እትብል ብሩኻት እዮም እትብል ቃል መተካእታ እያ። እቶም ብሩኻት ዝበሃሉ መንግስቲ ሰማያት እተዓደሉ ሰባት እዮም። እቶም ብሩኻት ዝበሃሉ ኣብ የማን ኣምላኽ ክቖሙ ዕድል ዝረኸቡ ሰባት እዮም። እቶም ብሩኻት ዝበሃሉ ብክርስቶስ ምድሓን ረኺቦም ካብ ሞት ናብ ህይወት ዝሰገሩ ሰባት እዮም። ስለዚ እቶም ዝጉህዩ ምጽንናዕ ክረኽቡ እዮም። ነኣልኣዛር ትዝክሩ እተኾንኩም ወንጌል ሉቃስ ምዕራፍ ዓሰርተ ሓሙሽተ ምዕራፍ ዓሰርተ ሽዱሽተ ብዛዕባኡ እቲ ጻሒፉ ዘሎ ቃል ንስኻ ኢልዎ ነቲ ሃብታም ሰብኣይ ኣብ ምድሪ ተድላኻ ጸጊብካ ኢኻ መጺኻ ብግብርኻ ድማ ሕጂ ኣብ ቦታ ስቓይ ኮንካ ትሳቐ ኣለኻ ኣልኣዛር ግን ኣብ ምድሪ ከሎ ዝጉሂ ዝጭነቕ ዝሓዝን ዝነበረ ሰብ እዩ ሕጂ ግን ንሱ ኣብዚ እንታይ ይኸውን ኢልዎ ይጸናናዕ እዚ ቦታ ምጽናዕ ዝበሃል ቦታ መጽሓፍ ቅዱስ ብኽልተ መንገዲ ይገልጾ። ሓደ ኣብ ሕቝፊ፣ ብምሕቋፍ፣ ክልተ ከኣ ኣብ ኣጥባት ምጽናዕ ኰይንካ ብምምጥማጥ፣ ጸጋኡ ብምውሳድ፣ ብምጥባብ። ኣብ ኢሳይያስ ከምኡ ይገልጾ፣ ኣብ ኣጥባት ምጽናዕ ኰንኩም ክትምጥምጡን ብሓጐሳ ድማ ብኽብረታ ክፍሕሽወኩምን እዩ ይብል። እዚ መግለጺ ከምቲ ቈልዓ ምስ በኸየ ሓደ በዲኡ ዝሕቈፍ፣ ክእበድ ከሎ ዳሕራይ ከኣ ጡብ እትህቦ ስቕ ክተብሎ መታን ልክዕ ጡብ ኣዲኡ ምስ ሓዘ እቲ ክንኽነኽን ክበክን ዝጸንሐ ብኽያቱ ረሲዑ ብምሕቋፉን ጡብ ኣዲኡ ብምርካቡን ይጸናናዕ ይእበድ ይድበስ። እቶም ኣብ ምድሪ ስለ ክርስቶስ የሱስ ብብዙሕ መከራ ክሓልፉ ዝጸንሑ ሰባት ድማ ልክዕ ከምቲ ኣብ ሕቑፊ ኣብርሃም እተሓቝፈ ድኻ ሰብኣይ ዝነበረ ኣብ ምድሪ ኣልኣዛር፣ ከምኡ ዝሕቈፍሉ ሕቑፊ ኣምላኽ ኣለዉ። ምሳሌ ኣምላኽ ኰይኑ እዩ ኣቦ ብዙሓት እተባህለ ኣብርሃም ዝግለጽ። ስለዚ፣ ካብቶም ዝወለዶም ኣቦ ብዙሓት ሓደ፣ ነቶም ዝያዳ ስቓይ ዝነበሮም፣ ነቶም ዝያዳ ምጽንናዕ ዘይሰኣኑ ኣብ ምድሪ፣ ነቶም ክጕህዩን ክበኽዩን ዝጸንሑ፣ ነቶም ብዙሕ መከራ ተሰኪሞም ዝመጹ ካብ ምድሪ፣ እቲ ሕቝፊ እቲ ይወሃቦም። እቲ ሕቝፊ እቲ ምሳሌ እዩ፣ እዚ ድማ ንኣታቶም ዝኸውን ፍሉይ ደበስ ፍሉይ ምጽንናዕ ፍሉይ ጸጋ ኣለዎም ይብል። እግዚኣብሄር ሽሙ ንዘለኣለም ዝተመስገነ ይኹን። ስለዚ ምጽንናዕ ዝብል ቃል ሕቑፊ ኣብርሃም ምጽንናዕ ዝብል ቃል ኣበጥባት ምጽንናዕ ኮንኩም ክትጠቡን ብኽብረታ ድማ ክፍሕሽወኩምን እዩ ባህ ክብለኩም እዩ ዝብሎ ቃል መጽሓፍ ቅዱስ ትንቢታዊ ቃል ኮይኑ የርእየና። ትንቢት ኢሳይያስ ምዕራፍ ስሳን ሽዱሽተን ፍቕዲ ዓሰርተን ዓሰርተ ሓደን ክትጠብውን ኣበጥባጥ ምጽናዕ ክትጸግብን ክትምጥምጡን ብብዝሒ ክብረት ክፍሕሽወኩምንሲ ምስ የሩሳለም ተሓጐሱ ኣቱም ተፍቅርዋ ኵላትኩም ከኣ ብኣኣ ደስ ይበልኩም ኣቱም ዝሓዘንኩምላ ኵላትኩም ተሓጐሱ ምስኣ ዕልል በሉ ይብል። ክትጠቡን ኣብ እጥባት ምጽናዕ ክትጸግቡን ክትምጥምጡን ብብዝሒ ክብረታ ክፍሕሽወኩምን ይብል። እዚ እምበኣር ረኣዩ ኣቱም ምስኣ ዝጎሃኹም ኣቱም እተፍቅሩዋ ኩላትኩም ደስ ይበልኩም ኣቱም ዝሓዘንኩምላ ኩላትኩም ተሓጉሱ ብምባል መለሳቲ ሓዘን መለሳቲ ብኽያት መለሳቲ ዝነበረ ኩሉ ስቓይ ኣብ ክንዳኡ እንደገና ካልእ ደበስን ምጽናዕን ነቶም ብዙሕ መከራን ስቓይን ኣብ ምድሪ እተቐበሉ ስለ የሱስ ክርስቶስ ሓለፋ ኩሎም ካልኦት ዝሕቆፍሉ ምሕቋፍ ኣለዎም። እቲ ዝነበረ ቁስሎምን እቲ ዝነበረ ጓሃዮምን ክእብ ብድግ እግዚኣብሄር ከምቲ ክበኪ ጸንሐ ውላዱ ሓለፋቶም ካልኦት ደቁ ገዲፉ ንኡ ዝያዳ ዝሓቕፎ ንኡ ግዜ ዝህቦ ንኡ ዘጥብቦ ንኡ ድማ እንሆ ዝእብዶ ከምኡ ድማ እግዚኣብሔር ነቶም ኣብ ምድሪ ስለ የሱስ ክርስቶስን ስለቲ ዕዮ ወንጌልን ብብዙሕ መንገዲ ዝጎዩን ብዙሕ መንገዲ ከኣ ምጽንናዕ ሲኢኖም ዝጸንሑን ብዙሕ ዋጋ ዝኸፍሉን ሰባት ኣብ ሰማይ ወይ ኣብታት መጽእ ዓለም ንዓታቶም ዝኸውን ምጽንናዕ ዝረኽቡሉ ስፍራ ምዃኑ ይገልጽ። ነዚኣቶም ብፁዓን ይብሎም። ስለዚ እዞም ሎሚ ስለ የሱስ ክርስቶስን ስለ ወንጌልን ስደዱ ዘበሉ ሰባት ኩሎም ሓደ ምልክቶም ናይቲ ፍጹም ምድሓኖም እዩ። ናይቲ ጽባሕ ንጎ ዝረኸቦ ምጽንናዕን ደበስን ሓደ ምልክት እዩ። ስለ ክርስቶስን ስለ ወንጌልን እትኸፍሎ ዋጋ። እዚኣቶም እዮም ሓደ እምበኣር ካብቶም ኣብ የማን ኣምላኽ ዝቖሙን ብሩኻት ዝበሃሉን ሰባት። ስለዚ ሓደ ስለ ክርስቶስ ዝተኸፍለ ዋጋ ምልክት ብሩኽ ምዃንካ ናይ በረኸትካ ምልክት መግለጺ እዩ። ሳልሳይ የሱስ ክርስቶስ ጎይታ እዩ። ሳልሳይ ብሩኻት ዝበሃሉ ሰባት ስለ ወንጌል ብዙሕ ዋጋ እናኸፍሉ ብዓቕሊ ዝኸዱ ዓቃላት ሰባት እዮም። ስለ ኢየሱስ ክርስቶስ ብብዙሕ መንገዲ እናተረግጹ፣ እናተጎነጹ፣ እናተደፍኡ፣ ስፍራ እናሰኣኑ ዝነብሩ ግን ዓቃላት ዝኾኑ ሰባት እዞም ሰባት እዚኣቶም ሓደ ምልክት ብሩኻት ምዃኖም ወይ በረኸቶም እዩ። ዓቕሎም ምልክት በረኸቶም እዩ። ስለዚ ብሩኻት ዝበሃሉ ኣብ የማን ኣምላኽ ዝቖሙ ሰባት እንመን እዮም እንተ ኢልና መጽሓፍ ቅዱስ ወንጌል ማቴዎስ ሓምሻይ ምዕራፍ ፍቕዲ ሓሙሽተ እቶም ዓቃላት ይብለና። እዚኣቶም ንምድሪ ክወርስዋ እዮም እሞ ብፁዓን እዮም ይብል ስብሓት ንኣምላኽ ይኹን የሱስ ክርስቶስ ጎይታ እዩ እምበኣር እዞም ሰለስተ ሓሳባት እዚኦም ሓደ ካብቲ ኣብ ወንጌል ዝኽፈል ዋጋ እናኸፈሉ ዝኸዱ ሰባት እዚ እናኸፈሉ እንከለዉ ብመንፈስ ድኻታት ኮይኖም ስለ ወንጌል ስለ ክርስቶስ የሱስ ድማ ብዙሕ መንገዲ ጓህ ተፃዊሮም እናኸዱ ባኩሉ ዓቃላት እናኾኑ ብዙሕ ዝንትን መንገዲ እናኸዱ በቲ ሓደ ሸነኽ ድማ ሰይጣን ገለ መርገም ኣለካ ደኣ ዝብል ነገር ሒዙ ክመፀም እንከሎ ኣይፋል እዚኦም ሓደ ምልክት ብሩኻት ምዃኖም እዩ እግዚኣብሔር ዝባረኾም ሰባት ምዃኖም እዞም ምልክታ እዚኣቶም ኣብ ህይወቶም መፈለጥታ ኣሰራት እዮም ኣሰር በረኸቶም እዩ ኣሰር ምልክት ብረኸቶም ብሩኻት ምዃኖም ፅባሕ ንግሆ ናይ ኣቦይ ብሩኻት ዝበሃሉ መንግስቲ ሰማያት ዝኣክል ተገቢኣቶም ዘላ ምዃኖም ምልክቶም ኣብ ምድሪ ከለዉ እዚ ምልክት እዚ እዩ እግዚኣብሔር ሽሙ ንዘለዓለም ዝተመስገነ ይኹን ስለዚ ኣቱም ብክርስቶስ የሱስ ብዙሕ ዋጋ እናሃበልኩም ኣብዛ ምድሪ ትነብሩ ዘለኹም ቅዱሳን ሓዋተይን ሓተይን ኣቱም ብብዙሕ መገዲ ስለ ክርስቶስ የሱስ ሓሳር እትጸግቡ ዘለኹም፣ ኣብ ፍቕዳ ቤት ማእሰርቲ ድማ መከራ እትጸግቡ ዘለኹም፣ ብብዙሕ መንገዲ፣ ብብዙሕ ትዕግስቲ፣ ብብዙሕ መንገዲ ዋጋ እናኸፈልኩም ብዓቕልን ብትዕግስትን ኣብዛ ምድሪ እዚኣ ብዙሕ ነገር እናጸርኩም ትኸዱ ዘለኹም ኣጀኹም፣ መጽሓፍ ቅዱስ ጽባሕ ንግሆ ሕቕፊ ብርሃም ይጽበየኩም ኣሎ ይብለኩም ኣሎ። ሕቕፊ እተገበኣኩም ኣጥባት ምጽንናዕ እተገበኣኩም ንኣኻትኩም ዝኸውን ምዉቕ ሕቕፊ ንኣኻትኩም ዝኸውን ኣጥባት ምጽንናዕ ንኣኻትኩም ዝኸውን ፍሉይ ሓጎስ ዘለዎ ኣምላኽ ንስኻትኩም ብፁዓን ኢኹም ብሩኻት ኢኹም ኢሉ ገና ኣብ ምድሪ ከለኹም መንነትኩም ኣጸቢቑ ይዛረብ ኣሎ ስለዚ ብዝኾነ ይኹን መዐቀኒ ጸላኢ ንህይወትኩም ክኸስስ ዕድል ኣይትሃብዎ ገለገለ ሰባት ገዛእ ርእሶም ተደናጊሮም ንኻልኦት ሰባት ኣብ ምድንጋር የእትው እዮም እዚ ኩሉ መከራ እዚ ኩሉ ገልጠምጠም ንብዙሓት ህዝቢ ናይ ኣምላኽ ዘበሉ ሰባት ይሰልጦም ይቐንዖም እዩ ንስኻ ግና እዚ ኩሉ ዝኾነካ ዘሎስ ሓጢኣትካ ደኣ ከይከውን ኢሉስ በንጻሩ ዘይተጻሓፈ ክነቡ ይገብሮም እዩ ግልቡጥ ነገር የቕምጠሎም እዩ ምናልባት በዚ መንገዲ ዝትፍተኑ ሰባት ተዳሃሊኹም ኣይፋልን መከራኹም ግሉጽ ምልክት ምድሓንኩም እዩ እቲ ሎሚ ኣብ ምድሪ ትጸርዎ ዘለኹም መከራኹምን ዓቕልኹምን ትዕግስትኹምን ከወድኣኩም ስለ ዝደለየ ሰይጣን እዩ። ትዕግስትኹም ጠሪስኩም ካብቲ መስመር ከውጽኣኩም ስለ ዝደለየ ዲያብሎስ እዩ ነቲ ጽሑፍ ገልቢጡ ክትንበብ ዝገብሮ ዘሎ። ነገር ግን ጽሑፍኩም ነግረኩም ኣለኹ፣ ንስኻትኩም ብፁዓን ኢኹም። ንስኻትኩም ኣብ የማን ኣምላኽ ክቖሙ ካብ ዘለዎም ክብሪ ካብ እተገብኦም ኣብ የማን ኣምላኽ ክቖሙ ካብ ዘለዎም ጽባሕ ንግሆ መንግስቲ ካብ እተገብኦም ሰባት ኢኹም ናይ ኣቦይ ብሩኻት ካብ ዝብሎም ብፁዓን ሰባት ኢኹም ስለዚ እዚ ኣብ ምድሪ እትረኽብዎን እትቕበልዎን ዘለኹም ሓሳረ መከራ ጽባሕ ግሁድ ምልክት ናይቲ ዓስብኹምን በረኸትኩምን እዩ ንስኻትኩም ብሩኻት ኢኹም ኣቱም ዓቃላት ሰባት ዓቅልኹም ዓቅብዎ ብሩኻት ኢኹም ኣቱም ሎሚ ትጉህዩ ዘለኹም ጽባሕ ምጽናዕ ክመጸኩም እዩ ንስኻትኩም ብሩኻት ኢኹም ኣቱም ብመንፈስ ድኻታት ንስኻትኩም ብሩኻት ኢኹም የሱስ ክርስቶስ ጎይታ እዩ ስብሓት ንኣምላኽ ይኹን ኣሜን ኣሜን